ጥዑይ ምግቢ ኩሉ ግዜ ምቁር ኣይኮነን፣ ግን ናይ ሙዝ ነገር ይፍለ እዩ። ምኽንያቱ ሙዝ ናይ ጣዕሚ ዕግበት ጥራሕ ዘይኮነስ ብዙሕ ጥዕናዊ ረብሓታት እውን ኣለውዎ። እንሆ ሎማዕንቲ ኣብ መዓልቲ ክልተ ሙዝ ጥራሕ ብምምጋብ እንረኽቦም ጥዕናዊ ረብሓታት ሒዘልኩም መፂኣ ኣለኹ ሓቢርኩምኒ ፅንሑ። መዓልታዊ ክልተ ሙዝ ብምምጋብ እንረኽቦም ሽዱሽተ ወሰንቲ ጥዕናዊ ረብሓታት ቀዳማይ ናይ ደም ቱቦታት ጸቕጢ ናብ ንቡር ኩነታት ይምልስ። ሙዝ ናብ 420 ሚሊግራም ዝጽጋዕ ናይ ፖታሽየም ትሕዝቶ ስለ ዘለዎ ጸቕጢ ደም ኣብ ምቕናስ ዕዙዝ ግደ ይጻወት። ካልኣይ ልዕሊ ዓቐን ክብደት ይቕንስ። ሙዝ ብፋይበር ዝሃብተመ እዩ። ሽውሃት ምግቢ ብምቕናስ ዘይተደለየ ክብደት ንኸይፍጠር ዝሕግዝ ስታርች እውን ኣለዎ። እዚ ኣብ ውሽጢ ደም ዝህሉ መጠን ሽኮር ብምቕናስ ከምኡ እውን ሰውነትና ንኢንሱሊን ዝህልዎ ስምዒታውነት ልዕል ክብል ብምግባር ዘይነዓቕ ረብሓ ይህበና። ናይ ሰውነትና ዋህያታት ንኢንሱሊን ስምዒታውያን እንተዘይኮይኖም ግሉኮዝ ክጥቀሙ ኣይኽእሉን ኢሉ እውን ጣፍያ ብልዑል መጠን ኢንሱሊን ምምራት ጅምር ሰውነትና ስብሒ ብምእካብ ዘይተደለየ ናይ ሰውነት ክብደት ይፈጥር እምበኣርከስ በብመዓልቱ ክልተ ሙዝ እንተ ተመጊብና ኣብ ውሽጢ ደምና ዝህሉ ናይ ሽኮር መጠን ብምቕናስን ናይ ሰውነትና ንኢንሱሊን ዝህልዎም ስምዒታውነት ብምውሳኽን ዘይተደለየ ክብደት ምቕናስን ምክልኻልን ንኽእል ኢና። ሳልሳይ ስግኣት ዋሕዲ ደም ይቕንስ። ዋሕዲ ደም ዝፍጠር ቁፅሪ ቀያሕቲ ዋህታት ደም ካብቲ ኖርማል እንትቕንስን ኣብ ውሽጢ ደምና ዝህሉ ሂሞግሎቢን ትሑት እንትኸውንን እዩ ሙዝ ቀያሕቲ ዋህታት ደም ብፍጥነት ክምረቱ ዝሕግዝ ኣይሮን ዝበሃል ንጥረ ነገር ኣሎ ብተወሳኺ ሙዝ ዋሕዲ ደም ዝህልዎም ሰባት ኣብ ውሽጢ ደሞም ዝህሉ መጠን ግልኮዝ ንምቁፅፃር ዝሕግዝ ቫይታሚን ቢ6 ዝሓዘ እዩ። ስለዚ መዓልታዊ ክልተ ሙዝ ጥራሕ ብምብላዕ ስግኣት ዋሕዲ ደም ምክልኻል ንኽእል ኢና። ራብዓይ፣ ስርዓተ ምሕቓቕ ምግቢ የማሕሽ። ሙዝ ብቐሊሉ ዝወሃድ እዩ። ሽፋን ቱቦታት ስርዓተ ምሕቓቕ እውን ኣየበሳጩን። ኣብ ውሽጢ ሙዝ ዘየሓቅቕን ኖርማል ፍሎራን እንብሎም ባክተርያታት ምግቢ ብምዃን ዘገልግልን ስታርች ይርከቦ። እዚ ስታርች ውፅኢታዊ ስርዓተ ምሕቓቕ ምግቢ ንክህሉ ኣብ ውሽጢ ዓብዩ መዓንጣ ብምዃን ጽቡቕ ግደ ይጻወት። ሙዝ ጨጎራን ሕማም ከብዲ ንዘሎም ሰብ እውን ዝምከር እዩ። ብተቕማጥ ንዝጠፍኡ መኣድናት እውን ንምክልኻል ይሕግዝ። ሓምሻይ ጭንቀት ይከላኸል። ኣብ ሙዝ ዝርከብ ትራፕቶፋንን ዝተባህለ ንጥረ ነገር ናይ ደስታ ሆርሞን ምስ ዝኾነ ሴሮቶኒን ሆርሞን ብምትሕባር ጽቡቕ ስምዒት ንክህልወና ይሕግዝ። ብማእኸላይ ሕድሕድ ሙዝ ናብ 27 ሚሊግራም ዝጽጋዕ ማግኒዥየም ዝሓዘ እዩ። እዚ መኣድን ጽቡቕ ስምዒትን ጽቡቕ ድቃስን ንምስትምቓር ሓላፍነት ኣለዎ። ሻድሻይ ናይ ቫይታሚን ሕጽረት ይምልእ። ሙዝ ብቫይታሚን ቢ6 ዝሃፍተመ እዩ። እዚ ማለት ብማእኸላይ በብመዓልቱ ካብ እንደልዮ ናይ ቫይታሚን ቢ6 መጠን 20 ሚእታዊ ዝኸውን ሓንቲ ሙዝ ብምምጋብ ጥራሕ ክንረኽቦ ንኽእል ኢና። ቪታሚን ቢ6 ኢንሱሊን ሄሞግሎቢንን ኣሚኖ ኣሲድን ንኽምርቱ ብምግባር ኣብ ሰውነትና ጥዑያት ዋህያታት ንክህሉ ዓብዩ ግደ ይጻወት። ብርቱኳን ዝለዓለ ናይ ቫይታሚን ሲ ትሕዝቶ ኣለዎ ኢልካ ዝሕሰብ እኳ እንተኾነ ሙዝ 15 ሚእታዊ ዕለታዊ ድሌት ናይዚ ጠቓሚ ንጥረ ነገር ክህበና ይኽእል። ቫይታሚን ሲ ጎዳእቲ ካብ ዝኾኑ ሞለኪላት ዝከላኸል እንትኸውን ኮሌጅን ንምምራት እውን ይሕግዝ እዩ። ሻውዓይ ናይ ሓይሊ መጠን ይውስኽ። ሙዝ ጭዋዳታትና ካብ ዝተፈላለዩ ጸገማት ዝከላኸል ፖታስየም ዝበሃል ንጥረ ነገር ይርከቡ። ከምኡ እውን ፈተንቲ ኣካላዊ ምንቅስቓሳት ንምጽዋር ዘኽእል እኹል ሓይሊ ዝህብ ካርቦሃይድሬት ኣለዎ። ንሎሚ ሒዘልኩም ዝመጻኹ ነዚ ይመስል ነይሩ ነዛ ቻነል ሓደሽ ተደኣ ኮይንኩም ሳብስክራይብ ብምግባር ቤተሰብ ኩኑ ዝለቆ ጠቓሚ ቪድዮ ብቐሊሉ ምእንታ ክበጽሐኩም ድማ ነዛ ናይ ደወል ምልክት ምጥዋእኩም ኣይትረስዑ ተፈቲኹሞ ድማ ላይክን ሸርን ብምግባር ንካልኦት ኣካፍሉ